መንገዲ ኣየር ኢትዮጵያ ናብ ትግራይ ዝገብሮም በረራታት ከቋርፅ እዩ እናተብሃለ እዩ። ሰበር ዜና!
ሰበር ዜና! ወደ ትግራይ ክልል በረራዎችን ለማቋረጥ እንደሚገደድ። ሰራሕተኛታትን ከምኡ ድማ ንብረት ንምህላው ክብል ሙሉእ ንሙሉእ ንምቁራፅ ከም ዝግደድ። ብዛዕባ እዚ ሓበሬታ ሓቢርና ክንርኢ ኢና። ኪሮስ ኣስፍሃ ድማ ኣብ ኣዲስ ኣበባ ፓስፖርቱ ተመንጢሉ ኣሎ ከምኡ እውን ተኣሲሩ ኣሎ እናተብሃለ እዩ። ኪሮስ ኣስፍሃ ፓስፖርቱ ተመንጢሉ ከም ዘሎ ክትፈልጡ ይግበኣኩም። ትማሊ ትማሊ ዝነበረ ኣኼባ ኣብ ኣዲስ ኣበባ ስለምንታይ ኪሮስ ዘይነበረ ኢልኩም ተሓቲትኩም ዶ? ስለምንታይ ኪሮስ ኣብዚ ዘይመጸ?
ኪሮስ ኣስፍሃውን ነዚ ኣመልኪቱ ኣብዚ ሕጂ ሰዓት ግብረ መልሲ ሂብሎ። በዚ ዝኸይድ ዘሎ ናይ ሓሶት ፕሮፓጋንዳ ተሻቒልኩም
ነዚ ሓበሬታ እውን ብዝርዝር ክንርኢና ብሓፈሻ ጉዳይ ብርጌድ ንሓመዱን ሻዕብያን ናብ ዝኸፍአ ኩነታት የምርሕ ከም ዘሎ ሓበሬታታት እንዳተዘርግሑ እዮም። ኦኬ ነገራት ናብ ዝኸፍአ ጥርዙ ይመጽእ ኣሎ ኣብ። ንዓይ ዝረኣየኒ ቃልስና ብህግደፍ ከም ተጨውየ በቃ ቁም ነገር ክገብር ኣይክእል እዩ። ዒስራ ሽሕ ወተሃደራት የድልይዎም ከም ዘለዉ ወይ እውን ዒስራ ሽሕ ወተሃደራት ይሓቱ ከም ዘለዉ እዚ ኩናት እዚ ኩናት ናይ ፖለቲካ ጥራሕ ኣይኮነን፣ ናይ ህልውና ኩናት እዩ። ህዝቢ ትግራይን ህዝቢ ኤርትራን ተጠንቀቕ!
ኣብ ትግራይ ድማ ናይ ቀዳይ ምስተር ኣብይ ኣሕመድ ስድርኡ ተረኺቦም ኣለዉ ኣናተብሃለ ዩ። ኣብይ ኣሕመድ ናትኻ ኣኮ ምዃኑ ኢኻ ገሊጽካለይ ዘለኻ። ማዘረይ ኣብቲ ናይ ደርግ ግዜ ተገፊፋ እያ መጺኣ። ክልቲኦም ኣሕዋት እዮም፣ በደበቦ ማለት እዩ። ካልኦት ናይዚ ዕለት ኣዘራረብቲ ዝኾኑ ቪድዮታት እውን እኔውና። ብዛዕባ እዚኦምን ካልኦትን ሓቢርና ክንርኢ ኢና፣ ንዓኹም ከስሕቑን ከዘናግዑን ዝኽእሉ ከምኡ ውን ደስ ደስ በሃልቲ ቪድዮታት እኒኦውና ሓቢርና ክንስሕቅ ክንዘናጋዕ ኢና ክሳዕ ናይዚ መወዳእታ ሓቢርኩምና ፅንሑ። ሰላም ተይረሳዕኹም ክቡራት ተዓዘብቲ ናይዚ ቻናል በብዘለኹምዎ ከመይ ሓዲርኹም ከመይ ውዒልኹም ከመይ ኣምሽኹም ደሓን ኢና ንስኹም ከመይ ኣለኹም ብስሩ ደሓን ዶ ቀኒኹም?
ጽቡቅ ጽቡቅ ኣነዉን እዝጋብሄር ይመስገን ሰላም ኣለኹ ንስኹም በብዘለኹምዎ ሰላምኩም ብዝሕ ብዝሕዝሕ ይበለለይ እናበልኹ ቅድሚ መደብና ምጅማርና እምበኣር ኩልኹም ነዛ ቪድዮ ላይክ ሸር እናገበርኹም ጀምርዋ ንቐጽል ተዝሕላ ሃባ ነዳዲ ሸር በሎ።
ኣባ ንኣባ ምሳይ ቪድዮ ስራሕ
ወየ መን ዳካ
ሓንቲ ግዜ እኮ እያ
ከምዚ ኢለ
ኣቦኸሲ ሀመይ ደለ እዩ ተኾይኑ ናበላ ወይ ምንማ ሀመይ ደለ ምዃንካ ክነግሩ ግሪን ደለ ኣብ ኤርየ ምዃ ዕላዲኦም ንኣመና እዚ ካብክ ድዕላዲኦም ንዓና እኮ እዩ ሪዮ ቪድዮ ዕመራፅ ርእዮ መመልክዕኻ ሀመይ ለለ ምዃንካ እንታይ ኢሉ ባህል ይኹሉ

ናይስ ዝገርም ስራይ ባይዘ ሰበር ዜና እዩ ንደቂ ተባዕትዮ ማለት እዩ ደቂ ኣነስትዮ ይምልከተክን ይሕለፋ ኣብዚኣ ሓንቲ ኮሜንት ጓል ተነስተይቲ ከይትፅሕፍ ጎድኹም ሃውና ተጀሚሮ ኣሎ ብኢፋ ካብ ጓልኩም ሃውና ናብ ወድኹም ሃውና ዘሰጋገርካ ኣምላኽ ተመስገን ማለት እዩ እስኪ እዚ ሓውና ንስምዓዮ እሞ ድብለ ንውለልና ወድኹም ሃውና ምባል ተጀሚሩ ተመስገን ተመስገን ተመስገን ጎይታ መዓረይ ኩላኻ ወዲ ተመስገን በለታ ወዲ ዜካ ኣነ እኮ ሕጂ በቃ በበይ ክጥይቅ ንመን እየ ክጥይቃ እንዳበሉ ገለ ጭንቅ ነራ ሒዳ ፈጨጭ ቦቦቦቦ ፈጨጭ ኢልካ በቃ ፈጨጭ ባዕላ ትብላ ደይ ኣወዳት ሕጂ ክትጥየቁ እንዲኹም ከምታ ገዛ ደለኩም መኪና ደለ መኪና ደለኩም ገንዘብ ደለኩም ናይ ሕምስ ኣብላ ነረም ዝጠየቃኹም መኪና ደለኪ ገዛ ደለኪ እ፣ ገንዘብ ኣለኪ እኹም ትብልዎን ማለት እዩ ሕልፊ ሓሊፍዎ ነረ ደረት ዘለኩም ነይርዎ እዩ ረበስማም
ብዝኾነ እዛ ፎቶ ወድኹም ሃውና ትብል ብኤኣይ ዝተሰርሐት እንዲያ ትኽክል ኣይኮነትን ግን ኣጆኹም መወዳእታ ኣይተሕዘኑ ዝኾነ ሰዓት በቃ ከምዛ ዝረኣኹማ ወድኹም ሃቡና ኢለን ምሕታተን ክጅምራ እየን። ይብለኩም ኣለኹ ኣንጌ ታይ በለ ክትብሉ ኢኹም ኣዋልድ ነወዳት ምሕታት ክጅምራ እየን። እወ ዶ መን ይብልካ ወዲ ሓሪፍ። ብደረቁ እዩ ዝኣቲ እሺ ብደረቅ ናበይ ክኣቱ ጠልቂ ደማ ይወፅእ ንዓኺ ለለ ፅቡቅ ስምዒት ዝፈጥረልኺ ታይ ታይ ታይ ታይ ታይ ተረዲኣትኩም ዶ ኣሕዋት ፅንሑ ሓንቲ ግዜ ብደረቁ እዩ ዝኣቲ ናበይ ብደረቅ እሺ ጠልቂ ደማ ይወፅእ ንዓኺ ለለ ፅቡቅ ስምዒት ዝፈጥረልኺ

ካልእ ከይትሓስቢ ክዓ ትብል እንታይ ድኣ ክንሓስብ ደሊኺ እ። ነውራም ብዓለገ።
ብዝኾነ ግን እታ መልሲ ዝበለትና ዘይተረደእኩም ሰባት ተሊኹም እዛ ናብ ሻሂ ትኣቱ ዘላ ዝኾነት ነገር ብደረቓ ትኣቱ ጠልቅያ ትወጽእ ካብኡ ክትሰትዮ ከለኻ ከኣ ስምዒት ይፈጥር ኢላ ኣነ ኣይተረድእን። እስቲ ሕጂ ዘርእኩም ቪድዮ ድማ ሓደ ፈረንጂ ናይ ሓበሻ ገዓት ጽቡቕ ገይሩ ሰሪሕዎ ኣሎ ነተን ቦሰሩ ኣዋልድ እዛ ቪድዮ እዚኣ ለኣኹን።

ፐው ኣህሪፉና እኮ እቶም ሰባት ብዝኾነ ግን ሓደ ሓደ ኣዋልድ እኒዋን ገዓት ምስራሕ ዘይኽእላና ሕፈራ ንምባልየ እዛ ቪድዮ እዚኣ ኣምፅያ ኣንቲ ሕስምቲ ከንቱ እሺ ናይ ሕጂ ቪድዮና ድማ ዓያሹ ስድራ እያ ትብል ኣንታ ተስለ ስኻ ትንቋቑ ሕጠስልና ክንበልዕ እንቋቑሖ ደረሰ።

ብዝኾነ ንኹልና ከም ናይ ሸላ ዝበለ ልቢ ይዓድለና ምእንታይ ከይጭነቕ ማለት እዩ ጨና ግደፍና እንታይ ዋ ስምዕ እንዶ ንስኽሲ ኣነ ፅብቕ ክልካ ምስ ትኽደኒ ዋ

ሕጂ ዕስራን ሰለስተን ኸያ ዕስራን ክልተን ካብ ተወልዳ ድዩ ብዝኾነ ግን ማማ ቅርዳእ ከይብለክን እምበር ንእሽተይ ዝኾነት ክትባት ኣምሊጣትክን እያ እስቲ ሕጂ ዘርእክን ቪድዮ ድማ ነቶም ወርቅሲ ልዕሊ ኩሉ ማእድን ዝኸበረ ዝመስለኩም ልዕሊኡ ዝበለጹ ዓሰርተ ማእድናት ከም ዘለዉ ኣብዚ ቪድዮ እዚ ክነግረና እዩ ሓቢርና ንስማዕ እዩ ካብዞም ዓሰርተ ሕጂ ዝነገረኩም ንብረት እንተረኺብና ንሰለስተ ወለዶ ዝኸውን ሃብታማት ኮይንና ክንነብር ንኽእል። ኣብ ዓለምና እቶም ዓሰርተ ዝኸበሩ ነገራት ክገርመኩም ወርቂ እቱው ኣይኮነን ኣብዚ መበል ዓስራይ ታይፈድ ድበሃል ንሓንቲ ግራም ዕስራ ሽሕ ይሽየጥ መበል ታሽዓይ ትሪትየም ይበሃል እዚ ሰላሳ ሽሕ ንሓንቲ ግራም ምርምርን ፌዮጅን ሳይንሳዊ ትራንሰንስ ባዕሉ ዝሰርሕ መብራህቲ ይጠቅም መበል ሻምናይ ሬድ ቤርል ይበሃል እዚ ከኣ ሓምሳ ሽሕ ንሓንቲ ግራም ይበጽሕ ኣዝዩ ክቡር ዑንቂ። ሻውዓይ ግራንዲዶ ራይት ዝበሃል እዚ ሚእቲ ሽሕ ይበጽሕ ንሓንቲ ግራም እዚ ንስልማት ዝውዕል ኣዝዩ ብርቂ ዝኾነ ዑንቂ። ሻድሻይ ዲያመንድ ወይ ኣልማዝ እዚ ከኣ ሚእትን ሓሙሽተን ሽሕ ንሓንቲ ግራም ይበጽሕ እዚ ንኣዝዮም ዱልዱላት ሓጺን መቑረጺ ይጠቅም እዩ። ንመኹዓት፣ ንምጽራይ፣ ንኢንዱስትራዊ ቴክኖሎጂ ዝጠቅም ኣዝዩ ኣገዳሲ ባእታ እዩ። ሓምሻይ ፔናይት እዚ ከኣ ሰለስተ ሚእቲ ሽሕ ንሓንቲ ግራም። ራብዓይ ደረጃ ዝኸበረ ከኣ ቀይሕ ኣልማዝ ወይ ሬድ ዳይመንድ ዝበሃል ኣርባዕተ ነጥቢ ሸውዓተ ሚልዮን ንሓንቲ። ታይ ብዝኾነ እዛ ሬድ ዳይመንድ ዝበላ ዩቱብ ሚእቲ ሚልዮን ሰብስክራይበር እንድሕር ኣቲካ እዛ ፕለይ በተን ብሬድ ዳይመንድ ዝተሰረሐት እያ ትመጽእና እስቲ ኣብኣ ከለኩም ሚእቲ ሚልዮን ኣእትውኒ እንተረከብኩ።
ዋይ ዋይ ክብልዐለይ ክብልዐለይ።
ግራም ይበጽሕ። ሳልሳይ ደረጃ ካሊፎርኒዩም ክልተን ሓምሳን ክልተን ዝብሃል እዚ ክኣ ዕስራን ሸውዓተን ሚልዮን ንሓንቲ ግራም ይበጽሕ። እዚ ስለምንታይ ከምኡ ድኸውን? ንኒዩክለራዊ ምርምር፣ ኢንዱስትሪ፣ ዳህሰሳ ነዳዲን ዝኸውን ሓያል ምንጪ ኒውትሮን ስለዘለዎ ንኸምኡ ሳይንሳውያን ይጥቀምሉ። ካልኣይ ኣክቲንየም ክልተ ሚእትን ዕስራን ሓሙሽተን እዚ ከኣ ዕስራን ትሽዓተን ቢልዮን ንሓንቲ ግራም፣ ሚልዮን ኣይኮነን ቢልዮን፣ ንሓንቲ ግራም ይበጽሕ። እዚ ንገለ መንሸሮታታት ዕላማ ዝገበረ ሬድዮኣክቲቭ ፍወሳታትት ስለዝ። እጠቅም። ቁጽሪ ሓደ ዝኸበረ ናይ ዓለምና ከኣ እዚ ኣንቲ ማተር ዝበሃል ወይ ጸረ ነገር ስሳን ክልተ ነጥቢ ሓሙሽተ ትሪርዮን ናብ ሓንቲ ግራም ይበጽሕ። እዚ እዚ ንምርምር ፊዚክስ መጽናዕቲ ኣድማስ ኣብ መጻኢ ክህሉ ዝኽእል መንኮርኮር ጠፈር እዚ ኩሉ ዝጥቀሙሉ ሳይንሳውያን እዚ ክሉ ይበፅሕ። ብዝኾነ እዛ መጨረሻ ዝበላሲ መዓት ትሪልየን ዶላር እዩ ኢሉና ንሳ ሓንቲ ግራም ተረኺብካስ ልዕሊ እቲ ናይ ዓለምና ሃፍታም ትኸውን እዩ ዝብለና ዘሎና እስቲ ምናልባት ትፈልጡ ሰባት ተሊኹም ኣበይ ከም ዝርከብ እስኪ ንገሩና እስቲ ሕጂ ዘርእክን ቪድዮ ድማ ናይ ዳኒኤል መለስ ካብ ኣስመራ ዝተዘርግሐት ሓንቲ ቪድዮ እኔቶ ሓቢርና ንከታተላ።

ብዝኾነ ክብራት ተዓዘብቲ ዳኒ ከምቲ ትርእይዎ ንእሽተይ ካብቲ ዝነበሮ ልውጥ ኢሉ እኔ ብዝኾነ ግን ድሕሪ እቲ ተኣሲሩ ናብ ኣስመራ ምኻዱ ንፈለማ ግዜ ብቪድዮ ዝርእየ ዘለኹ እዛ ትርእይዋ ዘለኹም ቪድዮ ድማ ኣብ ናይ ጣኒቆ ኮንሰርት ባእሲ ኣጋጢሙ ነይሩ ብዙሓት ሰባት እውን ኣብዚ ሕጂ ሰዓት ሼር እንዳገበርዋ እዮም ዝርከቡ እስቲ ሓቢርና ንከታተል።

እሺ ኩራት ተዓዘብቲ ኣብቲ ቪድዮ ከምቲ ዝረኣኹሞም ብጣዕሚ ዘሕፍር ተግባር እዮም እንዳገበሩ ነይሮም ኣብ ሓደ ጓይላ ከድካ ክንዲ ምሕጓስ ክንዲ ምዝንጋዕ ባእሲ ምፍጣር ብጣዕሚ እዩ ዘፅልእ ብስሩ እውን ዓገብ ክንብሎ ዝግበእና ተግባር እዩ ዋዋዋዋዋዋ ዋዋ። እስቲ ሕጂ ዘርእክም ቪድዮ ድማ ካብ ትግራይ ዝተሰምዐ ንብዙሓት ጉድ ዘበለ ቪድዮ እዩ። ስድራ ኣብይ ኣሕመድ ኣብ ትግራይ ተረኺቦም ኣለው እናተብሃለ እዩ እተውኒ ወዲ ኣብይ ኣሕመድ ንዓይ ኣኮይ እዩ ኢሉ እንዳተዛረበ እዩ። እስቲ ሕፅር ዝበለት ቪድዮ እኒኦ ትርኢና ንመለስ። ኣብ መጨረሸ ግን ክልተ ሽሕን ዓሰርተን ማለት እዩ የኾነ ምስ ደየበ ከምዚ ናይ ቲቪ ኣይነበረትናን ኣብ ቲቪ ኮይና ክትሪኦ ከላ ኣነ ኣክሱም ዩኒቨርስቲ ናሃለኹ ኣብ ቲቪ ክትኾን ከላ ሰቕሰቕ ኢላ በኸያ ክዛረብ ከሎ ወጺኡ ማለት እዩ ካብኡ ተኾንኪ ገለ ክትበሃል ከላ ከምዞ ከምዞ ሓወይ እዩ ገለ ኢላ ካብኡ ብምንታይ እዩ ገለ ተባሂላ ወዳን ቦባን ኣዳ ኣወሎ ከሚሴ እያ ተወልደ ትዝታ ወልደ ትበሃል ኣባ ሓኒ ኣብዪ ሕመድ ይበሃል ካብ ኣዶኦም ሽዱሽተ ጥራሕ እዮም ወሊዶም ሽዱሽተ ቆልዑ ማለት እዩ ካብቶም ሽዱሽተ ኣደይ ትርከብ ካብኡ ሽማ ወሓኒት ዘኒባ ሕመድ ዓሊ እያ ትበሃል ነይራ ናብዚ ምስ መፀት ግን ንዓይ ምስ ወለደት ግን ናብ ክርስትና ተቐይራ ዘውዲ ገረትሄር ተስፋይ ገይራቶ ካብኡ ብኸምዞ ዝኔ ተራኺቦም ብኽልተ ሽሕን ዓሰርተ ሓደን ግን ናብኡ ከይዳ ናቦኣ ረኺባቶ እያ ድሕሪ እዚ ቴሌቪዥን ምስ ራእቶ ድያ እዎ ቴሌቪዥን ምስ ራእቶ ካብኡ ኣራኺቦም ኣብዞ ዝኔ ብኽንደይ ናፍቲ ናፍቲ ሻማ ሻማ ኢሎምና ደቂ ዓዲግራት ካብኡ ኢልያስ ዝበሃል ጋዜጠኛ ኣብኡ ረኺባቶ ካብኡ ንሱ ብቐሊሉ ኣራኺብዋ ምስ ኣቦኣ ሓሚሙ ንሃልየ ማለት እዩ ክልተ ሸን ዓሰርተ ሓደ ካብኡ ንሱ ክልተ ሰሙን ፀኒሓ ናብ ዘዝኔ ተመሊሳ መጀመርያ ወደይ ከመርቕ እሞ ክምለስ እየ ኢላቶም ናብዚ እያ መፀ ናብ ዓዲግራት ተመሊሳ ማለት እዩ ሕዚ ብሂወትስ ረኺባቶም ድሕሪ ሚድያ ድያ ከይዳ ግን ቅድሚኡ ክትረኽቦም ኣይፈተነት ድያ ወይስ ንምንታይ እያ ድሕኦ ቅድሚኡ ኣንትን በቃ ብሙሉ ዞዝኔ ዝነበረ ማለት እዩ ምንም በቃ ኣፍልጦ ናይ ትምህርቲ ናይ ግዛዕ ምንም ኣይነበረ ሞባይል እውን ኣክሰስ ምንም ኣይነበረ በቃ ከም ዝሞተት ገይሮም እዮም ሓስዮማ ካብኡ ንሳ ሓኔን ንክትምለስ ኣይከኣለትን ኩሉ ነገር ኣብ ፀገም እያ ወዲቕ ኣብዚ ግዲፎማ ምስ ኸዱ ማለት እዩ ኩሉ ነገር በቃ ልዕሊ ዓቕማ ስለ ዝኾነ ኣብዚ ተሪፋ በቃ ኩሉ ነገር ኣብ ትግራይ ዝኾንኩ ይኹን ገለ ኢላ ኣውጅ እንትን ገይራ ካብኡ ክልተ ሽሕን ዓሰርተን ክድይብ ከሎ በቃ ቤተሰበይ ዝበሃል እውን እዮም ገለ ኢላ ሰውሰው ኢላ ምስ ረኺት ኩሎም ደቂ ዓዲግራት ኣተሓባቢሮም ምስ ኢልያ ዝበሃል ዶ ወዲ ባሻሻይ ኣብታ ቁሸት ዝተወለደትላ ማለት እዩ ምስ ኣራኽቦም ንሱ ሓነ ምስ ቤተሰባ ንኸራኽቦም ኣኽኢልዋ ማለት እዩ ሕዝስታ ኣብቲ ድርጅት ትሰርሐሉ ነበረት ክልተ ሰሙን ገለ ፈቒዶ ብዝኮነ ክብራት ተዓዘብቲ ሙሉእ ተደሊኩም ኣብ ገድሊ ፕላስ እዩ ተለዩቁ ዘሎ ኣነ ግርም ዘለኒ ነገር ግን ክነግረኩም እቲ ወዲ ነዛ ቃለ መሕተት ኢሉሲ እዛ ጭሕሙ ከም ናይ ኣብይ ኣሕመድ ገይሩ እዩ ገይርዋ መጺኒ እየ እና በቃ ንክንኣምኖ ደልዩስ ክንደይ እዩ ተጣቢቡኒ እየ ብዝኮነ ንሕና ምንም ኣይንብለካን ን ቀዳማይ ሚኒስተር ኣብይ ኣሕመድ ግን ወዲ ሓፍትካ ውሰድ ካልእ ኣይንዛረብን። ዋእ! እዚ ንክብራት ተዓዘብቲ ናብቶም ቀጺለ ዘቕርበልኩም ብሎሚ ዕለት ኣዘራረብቲ ዘለዎ ሓበሬታታት ኢና ክንሰግር። መንገዲ ኣየር ኢትዮጵያ ናብ ትግራይ ዝገብሮም በረራታት ከቋርጽ እዩ እናተብሃለ እዩ ዘሎ። እስቲ ምስዚ ተታሒዙ ዝተዘርግሓ ክልተ ቪድዮታት እንየዋ ሪእና ንመለስ። ሰበር ዜና ኣብዚ ሕዚ ሰዓት እዚ ልተሰምዐ ዜና ልዕሊ ሚልዮን ተኸተልቲ ዘለዎ ዘሓበሻ ኒውስ፣ ካብ ቐረባ ምንጭታት ረኺበኢሉ ኣብ ዘውጽኦ ሓበሬታ፣ መንገዲ ኣየር ኢትዮጵያ ብምኽንያት ናይ ሲቪል ኣቬሽን ድሕነት ትግራይ ኸቢድ ስግኣት ብምውድቑ ከም ክሊ ትግራይ ካብ መቐለ ክሳብ ኣላማጣ ዘሎ ከባቢ ብናይ ሱዳንን ኤርትራን ዕጡቓት ታርጋ ዘለወን ተሽከርከርቲ ኣብቲ ከባቢ ብምንቅስቓሶም ንናይ ተሳፈርቲ ሰራሕተኛታትን ከምኡ ድማ ንብረት ንምሕላው ክብል ሙሉእ ንሙሉእ ንምቁራፅ ከም ዝግደድ ዝሓበሻ ካብቲ ትካል እሙን ሓበሬታ ከም ዝረኸበ

የደረሱን የመረጃ ምንጮች ያመለክታሉ።
እሺ ክቡራት ተዓዘብቲ ከምቲ ዝሰማዕኹምዎ እዩ እዚ ዘሀበሻ ሚድያ ዝበሃል ልዕሊ ሓደ ሚልየን ተኸተልቲ ዘለውዎ እዩ ካብ እሙናት ምንጪ ረኺበዮ ብዝበሎ ድማ መንገዲ ኣየር ኢትዮጵያ ናብ ትግራይ ዝገብሮም ጉዕዞታት ኣብ ቀረባ እዋን ከቋርፅ ከምዝኽእል እዩ ዝዛረብ ዘሎ እዚ ለክቡራት ተዓዘብቲ ናብቲ ዝቕፅል ሓበሬታ ድማ ክወስደኩም ብዛዕባ ኪሮስ ኣስፍሃ ኣብዚ ሕጂ ሰዓት ብዙሕ ነገራት እንዳተብሃለ እዩ ዘሎ ብዙሓት ሰባት ኪሮስ ኣስፋ ኣብዚ ሕጂ ሰዓት ኣብ ኣዲስ ኣበባ ተኣሲሩ ኣሎ እንዳበሉ'ዮም። ከምኡ'ውን ሰልጠነ ባዕሉ ዝተዛረቦ ድማ ፓስፖርቱ ከምዝተመንጠለን ኣብቲ ዝሓለፈ ናይ ብርጌድ ንሓመዱ ኣኼባ ክርከብ ከምዘይከኣለን'ውን ሰልጠነ ባዕሉ እንዳተዛረበ'ዩ ዘሎ። እስቲ ሓንቲ ቪድዮ ነቶ ርኢና ንመለስ። ትማሊ ትማሊ ዝነበረ ኣኼባ ኣብ ኣዲስ ኣበባ ስለምንታይ ኪሮስ ዘይነበረ ኢልኩም ሓቲትኩም ዶ? እዚኣቶም ጥራይ ድዮም ኣብ ኣዲስ ኣበባ ዘለዉ? ሓደ ብዛይካ ዳዊት ካልኦት ኣብ ደገ ዝቕመጡ'ዮም። ሃንደበት ግን ሃንደበት ኮል ተገይርሎም ኣዲስ ኣበባ ወሪዶም ስለምንታይ ኪሮስ ኣብዚ ዘይመፀ ኪሮስ ኣዲስ ኣበባ እዩ ዘሎ ስለምንታይ ኪሮስ ኣብዚ ዘይነበረ ኢሉ ዝሓተት ነይሩ ዶ ስለምንታይ ዘይነበረ እዚ ንባዕሎም እዚ ዝገበርዎ ትካላዊ ሰራርሓ የብሉን ሰብ ክፈልጦ ዝግበእ ቤት ምኽሪ ይፈልጦን እዩ ወከልትና ይኮኑ እዚኦም እቶም ወከልትና ንብሎም ቤት ምኽሪ ሰንቢዶም እዮም ንባዕሎም ኣፍልጦ ዝበሃል ይብሎም ብዛዕባ እዚ ሕጊ ኣሎ ትካል ኣሎ ናብ ዝኾነ ሜድያ ክወፁ ከለዉ ቤት ምኽሪ ክፈልጥ ኣለዎ ክዘራርብሎም ዝኾነ ዓይነት ኣኼባታት ክግበር ከሎ እቲ ቤት ምኽሪ ክፈልጥ ኣለዎ ክዘራርብሎም እቶም ቤት ምኽሪ ንባዕሉ እዚ ጓና እዩ ነዚ ንዐኦም ጓና እዩ እዚ ዝግበር ዘሎ ቀይዲ በተኻዊ ኣከያይዳ ነቲ ቤት ምኽሪ እውን ከፀልምዎ ጀሚሮም ኣለዉ ኣብታ ናይ ምሸት ወይ ናይ ንግሆ ብናይ ኤውሮጳ መደበይ ከብለልኩም እየ ዳዊት ተፈሪ እንታይ መልእኽቲ ሕልፍ ኣሎ ከስምዓኩም እየ ማለት እዩ ሕጂ እዚ ሰብ ኣብዚ ኩሉ ሰብ ማለት ክዛረቡልና ቀኒና ኪሮስ ኣብ ከይዲ ግንባር ካብቶም መስራትን ጀማርን ምዃኑ ኩሉ ሰብ ዝፈልጦ እዩ ስለምንታይ ደኣ ሕጂ ጃል ኣውፂኦሞ ዘለዉ ኪሮስ እንታይ ጋጢምዎ ስለምንታይ ኪሮስ ተደጋጋሚ ክልተ ግዜ ተኣሲሩ ስለምንታይ ፓስፖርቱ ተመንጢሉ ኣብ ልዕሊኡ ክኸይድ ዝጸንሐ ጸለመን ክፍኣትን እንታይ እንታይ ዝኣንፈቱ ሕጂ ሓለይቲ ክመስሉ በዓል ዝጠበቕ ሪኦሞ ንኪሮሰይ ገለመለ ሽጣራኹም ደውሩ ኣይኮነ ናትኩም ቆልዓዊ ሽጣራሲ ካልእ እውን ከታሎ ዝኽእል ኣይኮነን ንኪሮስ መኪና ተሰሪቓ ዝበሃል እውን ናይ ብሓቂ ተሰሪቓ ድያ እታ መኪና ንሱ ጥራይ ድኸ ዝዝውራ ነይሩ እታ መኪና ክንደይ መፋትሕ ናይታ መኪና ነይሮ በዓል መን እዮም ኣስማቶም ፈልጦም እዩ ዝርዝር ከሳሲ ከ መን እዩ ከሳሲኡ ይፈልጥኒ ግን ሕጂ በፂሕዎ ዲበፅሖን ካልእ ሕቶ እዩ እቲ ክሲ በሎ እንታይ ኮይኑ ተኣሲሩ ነይሩ ዋሕስ ዝኸፈለሉ ሰብ መን እዩ ካብቲ ናብ ፖሊስ ክወፅእ ከሎ ማለት እዩ ግንባር ደን ከፊለሉ ወለስ ቤተሰብ ስለምንታይ ፓስፖርቱ ተመንጢሉ እዚ ኩሉ ውዲት ዘለዎ ንከይወጽእ ንንሱሃት እዚኣቶም ከመይ ገይሮም ሎማዓንቲ ኣትሪፎሞ ኣለዉ መቸም ተቀቢሩ ዝተርፍ ስለ ዘየለ በብግዜኡ ክነውጽኦ ኢና። ኪሮስ ኣስፍሃ ፓስፖርት ተመንጢሉ ከም ዘሎ ክትፈልጡ ይግብኣኩም። ኣብ ዝሓለፈ መደብ እውን ነጊረኩም ነይረ። ንኸይዛረብ ንኸይዛረብ ፓስፖርቱ ተመንጢሉ እንታይ ክሲ ኣቢሎምሉ ኣለዉ እውን እዚ ትሪእዎ ዘለኹም ናይ ክሲ ወረቐት ኣብ ዝሓለፈ ግዜ መደባት ኣቢልናሉ ማለት እዩ። ሕጽር ብዝበለ ሻዕብያ ኣብ ሳሕል ተፈጢራ ኣላ። ንክዛረቡ ኣፍ ትዓጹ፣ ወረቐቶም ትምንጥል፣ ፓስፖርቶም ትሕድግ፣ ካብቲ ዓዲ ንከይወጽእ ሓቂ ንክቐበር እዩ ዝኩሉ ዝግበር ዘሎ። ባይደወይ ኣተሓላሊፈዮ እዩ ደኣ ኢሉ ዘሎ እምበር ኣሰጋጊርናዮ ኢና ዘለና። እቲ መደብ ግን ክኸዶ እዩ። ምክንያቱ ኪሮስ ነቲ ዝኣምነሉ ዕላማ እንዳእሽሙ ዝገብር ኣይኮነን። ምክንያቱ ሓደ ክፈልጦ ዝግባኣኩም እዚ እትሪእዎ ዘለኹም ክሲ ንዕኡ ኣውሪዶምሉ ዝነበሩ እዮም። ኣብዚ ናይ ትማሊ ቅትማሊ ዝነበረ ኣኼባ ኣብ ኣዲስ ኣበባ ስለምንታይ ኪሮስ ዘይነበረ ኢልኩም ተሓቲትኩም ዶ? እዚኣቶም ጥራይ እዮም ኣዲስ ኣበባ ዘለዉ። ሓደ ብዛይካ ዳዊት ካልኦት ኣብ ደገ ዝቕመጡ እዮም። ሃንደበት ግን ሃንደበት ኮል ተገይርሎም ኣዲስ ኣበባ ወሪዶም። ስለምንታይ ኪሮስ ኣብዚ ዘይመፀ? እሺ ክብራት ተዓዘብቲ ሰልጠነ ዝበሎ ሰሚዕና ተመሊስና ኣለና ከምኡ ውን ብዙሓት ሰባት ኪሮስ ኣስፋሃ ኣብዚ ሕጂ ሰዓት ከምዝተኣሰሩ እዮም ዝዛረቡ ዘለዉ ነዚ ስዒቡ ድማ በዓሉ ኪሮስ መጺኡ ዝሃቦ ግብረ መልሲ ኣሎ እስቲ ሓንቲ ቪድዮ ኔቶ ሪና ንመለስ። ሰላም ሰላም ተቓለስቲ በዚ ዝኸይድ ዘሎ ናይ ሓሶት ፕሮፓጋንዳ ተሻቒልኩም ብዙሓት ሰባት ትድውሉ ኣለኹም ኢኹም ስለዚ ኩሉ ነገር ሰላም እዩ ዘሎ ክብለኩም ኢለ እየ ኣጆኹም ኣጆና
እሺ ክብራት ተዓዘብቲ ናይ ኪሮስ ግብረ መልሲ ሰሚዕና ተመሊስና ኣለና። ብዝኾነ ክብራት ተኸታተልቲ ከም ትትዕዘብዎ ዘለኹም እዩ ኣብ መንጎ ብርጌድ ንሓመዱ ንባዕሉ ውን ዓብይ ምክፍፋል ከም ዘጋጠመ ንዕዘብ ኣለና በተለይ በተለይ ድሕሪ እቲ ናይ ውፊይ ቃለ መሕተት ብዙሕ ምስሕሓባት ተፈጢሩ ኣሎ እዚ ዶ ክብራት ተዓዘብቲ ኣብ መንጎ ብርጌድ ንሓመዱን ሻዕብያን ዘሎ ነገር ሕጂ ውን ናብ ዝኸፈኣ ደረጃ የምርሕ ከም ዘሎ ብዙሓት ሰባት እንዳ ሓበሩ እዮም ዘለዉ እስቲ ምስዚ ተታሒዙ ዝተዘርግሓ ክልተ ቪድዮታት እንየዋ ሪእና ንመለስ። ኦኬ ነገራት ናብ ዝኸፍኣ ጥርዙ ይመጽእ ኣሎ ኣብ ቅልውላው ናይ ቀርኒ ኣፍሪቃ ማለት እዩ። ኣብዛ ትማል ዕለት መንግስቲ ኢትዮጵያ ንወከልቲ ኣባላት ብርጌድ ንሓመዱ ዝኾኑ ጋዜጣዊ መግለጺ ኣብ ውሽጢ ኢትዮጵያ ኮይኖም ንክህቡ ኣፍቂድሎም ነይሩ ማለት እዩ። እዚኦም ሰለስተ ተወከልቲ ናይ ብርጌድ ንሓመዱ ዝኾኑ ሰባት ድማ ዒስራ ሽሕ ወተሃደራት የድልይዎም ከም ዘለዉ ወይ እውን ዒስራ ሽሕ ወተሃደራት ይሓቱ ከም ዘለዉ ዕላማኦም ድማ ኤርትራ ዳግማይ ንክሃንጹን ነቲ ዘሎ መንግስቲ ኣብ ውሽጢ ኤርትራ ዘሎ ንከውድቑን ኣብቲ ሃገር ድማ ሓድሽ ሕጊ ንከተኣታትውን ዝብል እዩ ማለት እዩ። እዚ ከባቢ ናይ ሰለስተ ደቒቕን ልዕሊኡን ዝኸውን ጋዜጣዊ መግለጺ ኣብ ዝተፈላለዩ ማዕከናት ዜናታት ተዘርጊሕሉ ናይ ኢትዮጵያ ኣብ ሰዓት እዚ ማለት እዩ። ናይ ኢትዮጵያ ፖለቲከኛታትን ዝተፈላለያ ቴለቭዥናት ናይ ኢትዮጵያን ኣብ ሰዓት እዚ ነዚ ነገር እዚ ድማ ካብን ናብን ክቀባበላሉ ይረኣ ኣሎ ማለት እዩ። ንሱ ጥራይ ኣይኮነን፣ ካልኦት እውን ብቋንቋ ኢንግሊሽ መደባተን ዘዳልዋ ኣብ ፌስቡክን ካልኦት ፕላትፎርምን ዝኾና ኢቲቪ እውን ከይተረፋ ኢንፍሉንሰራት ኢሎም ዝጽውዕዎም ኤርትራውያን እውን ከይተረፉ ተቓውሞኦም ኣብ ልዕሊ መንግስቲ ኤርትራ የስምዑ ከም ዘለዉ ምስሎም ከይተረፈ ብሰዓት ዘርጊሖሞ ይርከቡ ኣለዉ። እንታይ እዩ ዘጋጥም ዘሎ? ንዓይ ዝረኣየኒ ቃልስና ብህግደፍ ከም ተጨውየ በቃ ቁም ነገር ክገብር ኣይክእልን እዚ ዝኸይ ዘሎ ጠጠው እንተዘየቢልናዮ ቃልስና ንቋፀር መራሕትና ንቋፀር ዝብል ነዊሕ ሓደ መራሕትና ኣይኮኑ ስኢልና ባዕልና ደጊፍና እምበር ዝመረፆም ሰብ እውን የለን እቶም ማእኸላይ ሽማግለ ዝበሃሉ ዓዶም ክምለሱ ዘለዎም ሰባት እዮም ኣባላት መሪሕነት ናይ ግንባር ዝእመኑ ይኮኑ ናብ ሰዓት እዚ ቃልስና ከዕውት ዝኽእል መንገዲ ኣይሓዙን። ከይወዓልና ከይሓደርና እዞም ሰባት እዚኣቶም ካብ ሓላፍነቶም ክነውርዶምን ክንቆጻጸሮምን ይግባእ ጽባሕ ከይንተዓሰ። ብፍላይ ብርጌድ ንሓመዱ ሕቡራት መንግስታት ኣሜሪካ ገንዘብ ህዝቢ ኣኪብኩም ንግንባር ዝሃብኩም ተሓተቲ ክትኮኑ ከም ትኽእሉ ክሕብረኩም ፈቱ። ብገንዘብ ህዝቢ መንእስያት ኣብ ኣዲስ ኣበባ ይእሰሩን ይሳዩን ከም ዘለዉ ኩሉ ሰብ ክፈልጥ እደሊ። እዚ እውን ብሕጋዊ መንገዲ ክንከዶ ምዃንና ቃል ኣእትወልኩም ኣሎ። እዞም ኣርባዕተ ኣመራርሓ ብርጌድ ንሓመዱ ብዳዊት ዝበሃል ኣባል ግንባር ብርጌድ ንሓመዱ ከም ተኣስሩ ኣብ ናይ ትማሊ ፕሮግራመይ ሓቢረኩም ቪድዮ ኣለኒ ንሕጊ ደልዩ ኣብዚ ቪድዮ ኣለኒ ካብ እንዳታ ዝመጽኒ ማለት ሕጂ እውን ዝመጸኒ ዘሎ ሓበሬታ ገለ ካብ ኣባላት መሪት ግንባር ምስ በዓል ተወልደ ዕንበብ ኣባል ጸጥታ ናይ ህወሓት ዝነበረ ማለት እዩ ምትእሳር ዘለዎም ከም ዘለዉ ሓበሬታ መጸኒ ክህቦ ግን ኣይደልን ግን ኣብ ቀጻሊ ተጸበዩኒ ካልእ እውን ዝሰምዖ ኣሎ ገለ መሪሕነት ግንባር እውን ምስ ሓለፍቲ ናይ ህወሓት ብውሽጢ ርክብ ከም ዘለዎም ይሰምዕ ኣለኹ ማለት እዩ ንሓቅነቱ ዝምልከት ግን ንጸጥታ ናይ ኢትዮጵያ ክሓትት ክፍትን እዩ መን ይተወልደ ዕምበር ናባኹም ይገድፎ ክሓትሉ ክትፈጥዎም ማለት እዩ ህይወት ዝወሰደ ቃልስና ብሰብ ገበን ብሓዋላ ዝሰርሑ ሰባት ክምራሕ ኣይነፍቅድን ኢና የዛርብ ዘሎ ናይ ሃገር ውክልና ዘለዎም ድማ ቤት ምኽሪ እምበር እዚኦም ኣይኮኑ ዋላ ሓደ እዚኣቶም ባዕሎም ተመራሪፆም ኮፍ ኮፍ ዝበሉ እዮም ኣብቲ ኩርሲ ዋላ ሓደ ስልጣን ዝሃቦም የለ ስልጣን ዘይሃቦ ህዝቢ ከዓ ክመርሓና ይምና ይንደልን ኢና ተቃለስትና ኣሚና ኣሳም ፖይንት ደጊፍናዮም ያ ዘረክቡና ተቃልሲ ንህዝቢ ዘረክብዎ መሲሉና ህዝቢ ትግራይን ህዝቢ ኤርትራን ተጠንቀቕ እ ኩልኻ ተጠንቀቕ እዚ ኩናት እዚ ኩናት ናይ ፖለቲካ ጥራሕ ኣይኮነን ናይ ህልውና ኩናት እዩ እንከላይ ናይ ዘርኢ ምፅናት ኩናት እዩ ሓፋሽ ክነቅሕ ክኸል ኣሎ ናይ ኣድባራት ምፍራስ ኩናት እዩ ናይ መሳቅል ምንቃል ኩናት እዩ ናይ ታቦት ምድፋር ኩናት እዩ ናይ ምጥፋእ ሃይማኖት ኩናት እንከላይ ናይ መሳጊድ ምፍራስ ኩናት እዩ ናይ ካልእ ኩናት ከይመስለካ እዚ ኩናት እዚ እንከላይ ብዘርኢ ከጥፋኣካ ዝተበገሰ ኩናት እዩ እዚ ኩናት እዚ መሳቅልካ ቦንቂሩ ክሰጉግ ኣድባራትካ ክፍርስ ታቦትካ ክደፍር እዩ ዝዋደድ ዘሎ ጥንቀቕ ኣለካ ህዝቢ ኤርትራን ህዝቢ ትግራይ ጥንታዊ መሳጊድካን ገለን ሓዊ ክርኩዓሉ እዩ ዝቃለስ ዘሎ ዩ ሃፍቱ ቢ ኬርፉል ልቢ ክትብል ክትክእል ኣለካ ተዘይኮይኑ ግን ኪኒኡ ዝኸደ እዩ ኣብ ዓዲ ኣምሓራ እንታይ ይግበር ኣሎ ኣስተውዕል ብዓዲ ኣምሓራ እንታይ ይፍፀም ኣሎ እንታይ ተገይሩ ልቢ ክትብል ኣለካ ጉዳይ ስዒድካ ምስ ኣቢ ኮንካ ከምዚ ከገብረ በዚ ከኣቱ እየ ንገዛእ ርእስኻ ምውራድ እዩ ኣዋልድካ ከተዕምፅ ኣዋልድካ ከተድፍር ዓድኻ ካብ እስኻ ፍትሒ ከነምጸላ ኢና ንቃለስ ንኤርትራ እምበር ንሕና ኤርትራ እኽልቲ እያ ንዓና ፍትሒ ከነምጽ ኢና ንቃለስ እምበር ንሕና ንሕና ዓዲ ክንሸይጥ ኣይኮናን ንቃለስ ዓዲ ክንሸይጥ ኣይንቃለስ እና ንሕና ከፊኢና ኣሎ ሓሲምና ኣሎ እወ ስለዚ ሓሰመና ኢና ንቃለስ ክሕሸና ኢና ንቃለስ ዝበለፀ መራ- ዝበለፅና መራሕቲ ክንከውን እ? ወይ ከዓ ዝበለፁ መራሕቲ እቲ ዓዲ ክትረክብ እቲ ዓዲ ብሰላማዊ መንገዲ ብዘይ ኩናት ሓድሕድ ብዘይ ዕግርግር ሽግር ናብ ዝሓሸ መፃኢ ክትሰጋገር ንሕና ዓዲ ከነጥፍእ ኣይኮናን ንቃለስ መጥፋእቲ ዓዲ ይኮና ንሕና ንሕና ሕነ ክንፈዲ ይኮና ንቃለስ እንታይ ገብረልና ሕነ ምፍዳይ ንዓና ንሕና ኣብ ኤርትራ ዝኾነ ብቂምን በቐልን ተኣኪብካ ዝካየድ ቃልሲ ንምንታይ እዩ? ሓፋሽ ከስተውዕል ኣለዎ። ንሕና ደቂ ሓደ ሰብኣይ፣ ደቂ ሓደ ስድራ ቤተሰብ ኢና። ተዋሊድና ገለመለ ሓደ ህዝቢ ኢና። ኣብ ናይ ጣኒቆ ርኢኹሞ ኢኹም። ኣብ ናይ ጣኒቆ ርኢኹሞ ኢኹም መን ምዃንና። ጸላእትና ብዙሓት እዮም። ናይ ሓደ ጸላእ ጥራሕ ኣይትረኣዩ። ኣሽሓት ናይ የማን ናይ ጸጋም ጸላእቲ እዮም ዘለዉ። ብኹሉ ረብሓታቶም ክብትኑ ከም ዝደልዩ ልቢ ክትብሉ ክትክእሉ ኣለኩም። እሺ ኩራት ተዓዘብቲ ነተን ቪድዮታት ተከታቲልና ተመሊስና ኣለና ብዝኮነ ብዛዕባ ትግራይ ይኩን ብዛዕባ ኤርትራ ኣብዚ ሕጂ ሰዓት ንሰምዖ ዘለና ነገር ብጣዕሚ ብጣዕሚ ዘሰክፍ እዩ ብጣዕሚ ውን ናብ ከቢድ ኩነታት ከምርሕ ከምዝክእል እዩ ብዙሓት ሰባት እንዳተንተኑ ዝርከቡና እስቲ ኩልና ብዝኸኣልናዮ ዓድና ሰላም ንኽኸውን፣ ህዝብና እውን ቀሲኑ ንኽነብር ብዝኸኣልናዮ ጸሎት ንግበር እናበልኹ ናይ ሎማዓንቲ መደበይ ኣብዚ ክዛዝም፣ ኣብ ዝቕጽል ብኻሊእ ቪድዮ ብኻሊእ መደብ ተመሊስና ክሳዕ ንራኸብ ሰሰናዩ ንዓኹም፣ ደሓን ኩኑለይ Peace out። ሸር ሸር ሸር ሸር ኣሰይ ሸር ሸር ሸር ሸር ሸር ላይክ